ብምውህሃድ ህዝብን መንግስትን ዝትግበሩ ዘለዉ መደባት ልምዓት ኣብ ዕለታዊ ህይወት ዜጋታት ልዑል ኣስተዋፅኦ ይገብሩ ከምዘለዉ ዝሰሓት ኣይኮነን። በብእዋኑ ዝህነፃ ዘለዋ ዲጋታትን ከዘንቲ ማይን ድማ ኣብ ምፍታሕ ፀገም ዝስተ ማይን ሰብን ጥሪትን ዓብዪ ኣበርክቶ ይገብራ ኣለዋ። ከም መቐፀልታ ኣብ ጎርዲክ ንኡስ ዞባ ሓጋዝ ብልዕሊ ዓሰርተ ሓደ ሚልዮን ናቕፋ ዲጋ ትህነፅ ኣላ። ብዛዕባ እዚ ወኪል ኤሪና ኣብቲ ንኡስ ዞባ ሰመረ ኢዮብ ንዘዳለዎ ፀብፃብ ብርሃነ ዓንደመስቀል ከቕርቦ እዩ።
ኣብ ጎርዲክ ምምሕዳር ከባቢ ግላስ ንኡስ ዞባ ሓጋዝ ብምትሕብባር ህዝቢ ምምሕዳር ንኡስ ዞባን ዞባን ከምኡ እውን ኣባላት ህዝባዊ ሰራዊትን ኣብቲ ከባቢ ዝርከቡ ኣባላት ሓይልታት ምክልኻልን ብልዕሊ ዓሰርተ ሓደ ሚልዮን ናቕፋ ዲጋ ትህነፅ ኣላ። እቲ ዕማም ብፅቡቕ ይስጉም ከምዘሎ ዝጠቐሰ መራሒ ናይቲ ስራሕ ኣቶ ዮውሃንስ ብርሃነ ኣብ ዝሓፀረ እዋን ተዛዚማ ሽግር ማይ እቲ ከባቢ ከተርሁ ዘለዎ ፅኑዕ እምነት ገሊፁ። ኣብ ርእሲ እቲ ወፈራ፣ እታ ዲጋ ንልዕሊ ኣርብዓ ነዳቖን ክልተ ሚእትን ዕስራን ተሓጋገዝትን ናይ ሽቕለት ዕድል ፈጢራ ከምዘላ ድማ ሓቢሩ። ካብ ጨንፈር ሚኒስትሪ ሕርሻ ንኡስ ዞባ ሓጋዝ ነታ ዲጋ ዝከታተል ዘሎ ኢንጂኔር መርሃዊ ተስፋይ ብወገኑ፣ ምህናጽ እታ ዲጋ ትሕተ ባይታኣዊ ማይ ናይቲ ከባቢ ብምህብታም ሽግር ስተ ማይ ሰብን ጥሪትን ኣብ ምፍታሕ ልዑል ተራ ከምዘለዎ ብምግላጽ ኣስታት ሰለስተ ሚእትን ሓምሳን ሄክታር መሬት ከልምዕ ተኽእሎ ከምዘለዎ'ዊን ኣነጺሩ።

እንትሪግ ተኾኑ ዋላ እና ኣፍ ምስተ ዓቢ ፍታሕ ኣለዎ ማለት እዩ። ኣብቲ ስራሕ ካብ ዝነጥፉ ዘለዉ ኣባላት ህዝባዊ ሰራዊት ኣብ ዝሃብዎ ርእይቶ፣ እታ ዲጋ ምስ ተዛዘመት ኣብ ምምሕዳራት ከባቢ ግላዝ፣ እንጭና፣ ኢዳምር፣ ኣሸራ፣ ከባቢታት ዶጉን ከተማ ሓጋዝን ንዘሎ ሽግር ማይ ክትፈትሕ ልዑል ትጽቢት ከምዘሎ ብምምልካት ነቲ ዕማም ብዝለዓለ ከቕጽልዎ ምዃኖም ኣረጋጊጾም። እዚ ዲጋታት እዚ ነዚ ከባቢ ኣብዚ ከባቢ እዚ ዘሎ ህዝቢ ወይ ንዚ ንኡስ ዞባ ሓጋዝ ዓቢ ኣበርክቶ ከበርክት ከም ዝኽእል ንሕና ክንገልጽ ንፈቱ ወይ ድማ ክህብ ከም ዝኽእል ንኣምን ማለት እዩ። ከምኡ ምዃኑ ኣሚኑ ከኣ እቲ ህዝቢ ሰብኣይ ሰበይቲ ዓቢ ምስ ንእሽቶ ለይትን ምስ መዓልትን ቀጻሊ ኣብቲ ስራሕ ሰሚሩ ሓላፊ የለን ተራ ኣባል የለን ብምልኡ ህዝብን ህዝባዊ ሰራዊትን ካልኦት መሻርኽቲ ኣብ ከባቢ ዝርከቡን ተሓባቢሩ ይሰርሕ ኣሎ ማለት እዩ። ነበርቲ ብወገኖም ውህደትን ጥምረትን ህዝብን ህዝባዊ ሰራዊትን ኣብ ምርግጋፅ ውሕስነት መግቢ ዘለዎ ኣበርክቶ ልዑል ምዃኑ ብምሕባር፣ ማይ ንምንዳይ ዘሕልፉዎ ዝነበሩ ሽግራት ነበረያ ነበረ ኮይኑ ኣብ ልምዓት ጀራዲን ክነጥፉን ውሕስነት መግቢ ከባቢኦም ከረጋግፁን ምእንቲ ብልዑል ወኒ ይሳተፉ ከምዘለዉ ኣብሪሆም። ብጣዕሚ ንዚ ከባቢ እዚ ሓያል ለውጢ ክተምፅእ እያ ብፍላይ ንዚ ነበርቲ ናይዚ ከባቢ እዚ ከዓ ናብ ጥሪትን ናብቲ ኣብ ከባቢኡ ዘሎ ልምዓ ንክለምዕ ዝኽል ኣግራብ ዓበይቲ ክለምዕ ይኽል። ጥሪት እውን ብሓፈሽኡ ካብ ከባቢኤን ዲጋ ራህያ ምስ ተሰርሐ ክሰትያ ይኽል። እቲ ቁሩብ ናይ ሽግር ማይ ትሕተ ማያዊ ዘጋጥም እውን ክቃለል ይኽል እዩ። ማለት እቲ ፈንጢሱ ዝኸይድ ነበረ ሓይሊ ማይን ዋላ እቲ ብሉጽ ሓመድን ናይ ከበሳ ዝወርድ እውን ሓደ ናይዚ ከባቢ ለውጢ ከምፅእ ኢልና ኢና ንፅበ ማለት እዩ። ማይ ዘለዎ ቦታ ከ ለውጢ ኣለዎ ኩሉ ግዜ። ብዘይ ማይ ዝኾነ ሃፍቲ የለን። ልዕሊ ኩሉ ማይ ምስ ሓዝካ እዩ እቲ ሃገራዊ ለውጢ ክመፅእ ዝኽል።